ኣብ ዓለም እቲ ዝኸፍእ ነገር ዘይሕጉስ ህይወት ምምራሕ፣ ዘይሕጉስ ህይወት ምንባር። ዋላ ሽሕ ግዜ ሚልዮናት ገንዘብ ኣብ ባንክ ይሃልወካ፣ ውሽጣዊ ሓጎስ እንድሕር ዘይብልካ ኮይኑ Nothing፣ ዋላ ሓንቲ። ናይ ሎሚ መደብና ዘይሕጉስ ህይወት ክትመርሕ ዝገድዱኻ ልምድታት which means ሕጉስ ኮይንካ ህይወ ህይወትካ ከይትመርሕ ዝገድዱኻ so let's go ኖኖኖኖኖ so let's go። ቀዳመይቲ Waiting for Happiness ሓጎስ ምጽባይ፣ ኣነ ጽባሕ ሃብታም፣ ሚልዮነር፣ ምስ ኰንኩ፣ ጽባሕ ምስ ሰበይተይ ምስ ደቀይ ምስ ኰንኩ፣ ወይ ድማ ጽባሕ ናተይ ዝብሎ ገዛ ምስ ገዛእኩ እየ ሽዑ ክሕጐስ ዝብል ኣተሓሳስባ ኣብ ርእሰና ይመጽእ። ክንደይ ሚልዮነራት ኣለዉ፣ ገንዘብ እንዳሃለዎም ኣብ ሶሻል ሚድያ ፖስት እናገበርዎ ክምዚ ሕጉሳት ኰይኖም ዘለዉ ይስምዓና። No way! No way! እዚኦም ሕጉሳት ኣይኰኑን። ንሕና ድማ ጽባሕ ገንዘብ ሓጐስ ከምጽኣልና ዝብል ሓተሓሳስባ ኣብ ርእሰና እንድሕር ሃልዩ፣ ጌጋ ኣለና ናይ ግድን እዛ ሕጂ ዘለናያ ግዜ ምስ ስድራ ቤትና ምስ ደቅና ወይ ድማ ምስ ኣዕሩኽትና ኮይና ፍሪ ኮይና ንተሓጎስ ነዕልል no way we never know ጽባሕ ከይበጻሕና ከለና ኣብ መንጎ ክንከይድ ስለ ንኽእል so ካብ ጽባሕ ምጽባይ ሎሚ ሕጂ ንተሓጎስ ካልኣይቲ Regretting the past ብሕሉፍ ጣዕሳ ምሽማም ኩሉ ግዜ ሂወትካ ኣሕ ኣነሲ ኣብ ከምዚ ኣይምወደኩን ኔረ ሎሚ ቦታይስ ካልእ ምኮነ ኔሩ just እቲ ዝሓለፈ ዝነበ ዝገበርኩዎ ጌጋታት ሎሚ ናይ ኢደይ ረኪበ ሎሚ ድማ ኣብ ዘይ ቦታይ ኣለኩ ዝብል ኣተሓሳስባ ኣብ ርእስና ይመጽእ that's why ከኣ ሕጉሳት ከይኮና ከለና ሂወትካ ትምርቅፍ why ኩሉ ግዜ ናይ ዝሓለፈ ጣዕሳ ንመጻኢኻ ነቨር ኣይገልጾን እዩ ናይ ብሓቂ በሊሕ እንድሕር ደኣ ኮይንካ ካብቲ ዝሓለፈ ተማሂርካ ንመጻኢኻ ተበገስ ዳስ ዋይ ድማ ኩሉ ግዜ ሕጉሳት ከይኮንና ድማ ህይወትና ግዜናን ይኸይድ ኩሉ ግዜ ናይ ዝሓለፈ ነገር ጣዕሳ ከይትሽመም እንታይ ደኣ ንመጻኢና ንበገስ። ሳልሰይቲ፣ Judgments፣ ምፍራድ፣ ንኣብነት ብጥቓኹም ፑፍ ኢላ ዝኸደት ፌራሪ መኪና እንታይ ምበልናዮ ኔርና ነቲ ወዲ? Just comment ጸሓፉለይ I think እዚ ደንቆሮ፣ Show off፣ ምናልባት ብስድራ ብናይ ስድራቤቱ ገንዘብ ይጻወት ኣሎ ዝብል ኣተሓሳስባ ኣብ ርእሰና ይመጽእ ክሳብ መዓስ እሞ ኔጌቲቭ ኣተሓሳስባ ኣብ ርእሰና ክመጽእ ዋይ ከመይ ጌርና ፈሊጥናዮ ነዚ ወዲ ወይ ነዛ ጓል ከምይ ዝበሉ ሃብታማት ናይ ባዕሎም ገንዘብ ከምኡ ከም ዝገብሩ ዘለዉ ከመይ ዝበለ ኣቦ ክኸውን ይኽእል ወይ ሓወይ ወይ ድማ ሓፍቲ ክትኸውን ትኽእል ጀስት ብዘይንፈልጦም ብመኪና ጥራይ ከይዱ ኢልና ክንፈርዶም ነቨር ከም ዘይብልና ኩሉ ግዜ ንሓደ ሰብ ክትፈርዶ እንተኮይንካ ባዕልኻ ፈሊጥካ ክትብሎ ከለካ እቲ ዝበለጸን እቲ ጽቡይ ጌርካ ክትመዝኖ ትኽእል ኩሉ ግዜ ዘይትፈልጦ ሰብ ነቨር ከይንመዝኖም ወይ ድማ ከይንፈርዶም ኩሉ ግዜ ድማ ቅንኢ ኣብ ርእሰና ይመጽእ ኩሉ ግዜ ጀስት ንዖም ስለዘይከውን ከሱ ስለትብል ክትጸርፎም ወይ ድማ ክትህድዶም ወይ ድማ እዚኦም ከምዚኦም እዚኦም ከምዚኦም ጀስት ሾው ኦፍ ኢልካ ክትጸርፎም ሶ ኩሉ ግዜ ኣብ ክንዲ ንኻልእ ሰብ ምፍራድ ጀስት ንሕና ሕጉስ ሂወት ናይ በይንና ናትና ሕጉስ ሂወት ንክንመርሕ መታን ጀስት ንካልኦት ሰባት ዘይምፍራድ ራብዐይቲ ምስ ካልኦት ሰባት ምውድዳር ኩሉ ግዜ ዘይሕጉስ ሂወት ክንምርሕ ካብ ዘለናዮ ሂወት ድማ ንታሕቲ ለጠጥ ከም ንብል ትገብረና ቀዳመይቲ ነጥቢ እዚኣ እያ ኩሉ ግዜ ምስ ካልኦት ሰባት ተወዳድራ እንተኮይንካ ፍኮርስ ከመይ ጌርካ ኢካ እሞ ሕጉስ ክትከውን ኩሉ ግዜ ነብስካ ምስ ነብስካ ጥራይ ኣወዳድራ ከመይ ኔርካን ከመይ ኣለካን ምስ ነብስኻ ጥራይ ኣወዳድራ ምኽንያቱ ገዛኻን ገዛ ካልኦትን በበይኑ ገንዘብካን ገንዘብ ካልኦትን በበይኑ እዩ ኩሉ ግዜ ምስ እቲ ንስኻ ትገብሮ ዘለኻ ንጥፈታትን እቶም ካልኦት ዝገብሮ ንጥፈታት በበይኑ እዩ ከመይ ኔርካን ከመይ ኣለኻን ስለ ተወዳድር ንስኻ be grateful ሕጉስ ክትኸውን ኣለካ ከመይ ዝነበርካዮ ከመይ ካብ ከርፋሕ ሂወት ናብ ከመይ ዝበለ ከመይ ዝበለ ሂወት ትመጽእ ስለ ዘለኻ ኩሉ ግዜ ነብስኻ ምስ ነብስኻ ጥራይ ኢኻ ተወዳድራ ዘለካ እምበር ምስ ካልኦት ሰባት never ከይተወዳድራ እቲ ወዲ እንተኾይኑ ምናልባት ዋው እዚ ሰብኣይ ከምዚ ዝበለ ቢዝነስ ከፊቱ እታ ጓል ድማ ዋው ከምዚ ዝበለት ክዳን ገዚኣ እሞ ግዝኣለይ ወይ ድማ ከምዚ ዓይነት መግቢ ገዚኦ እሞ ከምዚ ግበርለይ no way ንሕና ምስ ነብስና ጥራይ ንወዳድራ ምስ ዘለናዮ ገዛና ወይ ድማ ክፍሊ ጥራይ ነወዳድር እምበር ምስ ካልኦት ሰባት never ከይነወዳድራ that's why ድማ ሕጉሳት ከይኮና ከለና ሂወትና ትምርቀፍ። ሓምሸይትን ናይ መወዳእታን too much complain ብዙሕ ጥርዓን ምቕራብ ቦስ ናተይ ብሰንኪ ስርሐይ ብሰንኪ ኣሕዋተይ ብሰንኪ የዕሩኽተይ ብሰንኪ ብሰንኪ ብሰንኪ ስለ ትብል ሂወትካ ዘይሕጉስ ሂወት ክትመርሕ ኢኻ ኩሉ ግዜ ሓላፍነት ባዕልኻ ውሰዶ ኣብ ክንዲ ንስኻ ትብል ኣነ እብል ኣብ ክንዲ እዚኦም ካብ ትብል ኣነ በል። ኩሉ ግዜ ሓላፍነት ክትወስድ እንድሕር ደኣ ኮይንካ ሕጉስ ሂወት Trust me ኩሉ ግዜ ኣብ ክንዲ እዚኦም ከምዚ ጌሮምኒ ቦስ ናተይ ከምዚ ጌሩኒ ብሰንኪ ስርሐይ ግዜ ኣይረኸብኩን ብሰንኪ እዚኦም ከምዚ ኮይነ ዝብል ኣተሓሳስባ Never ኣብ ሓንጎልካ ከይተቅርብ ንቦስ ናትካ ጥራይ ዘይኮነስ እንኮላይ ንስድራቤትካ ንደቅኻ ኩሉ ግዜ ሶሪ ይቅሬታ ከም ስለ ዝኾንኪ እየ ከምዚ ገይረኩም ዝብል ነገቲቭ ሓሳባት ወይ ድማ ኮምፕለይን ከይተምጽእ ኩሉ ግዜ ሓላፍነት ናትካ ወሲድካ ያ ተጋግየ እዚኣ ናተይ ጌጋ እያ እሞ ደሓን ከ ኣብታ ትመዘላ ከዕርያ እየ ኢልካ ባዕልኻ ሓላፍነት ክትወስደሉ ኣለካ ኩሉ ግዜ ኮምፕለይን ተምጽእ እንተኾይንካ ነገቲቭ ሓሳባት ኣብ ርእሴኻ መጹ እሞ ዘይሕጉስ ህይወት ዋይ ኣነስ ከምዚ እንድየ ከምዚ ስለ ዝኾንኩ'ያ ከምዚ ስለ ዝገብር ዘለኹ ገለ ዝብል ኣተሓሳስባ ኣብ ርእስኻ ክመጽእ እዩ so ኩሉ ግዜ ብዙሕ ጥርዓን ከይተቕርብ just ባዕልኻ ሓላፍነት ወሲድካ ኣብ ባዕልኻ ካብኡ ተኣረመሉ። I hope ደስ ኢላትኩም ተኾኑ እዛ ቪድዮ Thank you so much በትቡና ዘለኹም ሪቶታት ሓሳባት ምትባዕ ብልቢ ከይመስግንናኩም ክንሓልፍ ኣይደልናን ከም ወትሩ ፕሊስ ናትኩም ሓገዝ ናትኩም ምትባዕ ናትኩም ሓሳባት ጀስ ብሰብስክራይብ ላይክ ሼር እናግበርኩም ክተተባብዑና ጀስ እዘን ሎሚ ዝጠቀስክዎን ዘይሕጉስ ሂወት ክንመርሕ ወይ ድማ ዘይሕጉስ ሂወት ክንነብር ዘገድደና ልምድታት ስለ ዝኮና ነቨር ኤቨር ከይንጥቀመለን ሶ ከም ወትሩ ፕሊስ ብሰብስክራይብ ላይክ ሼር እናግበርኩም ክተተባብዑና ዝኮነ ሃናጺ ሪኢቶ ወይ ድማ ነቅፌታ ድማ ኣብ ታሕቲ ኮመንት ቦታ ክትጽሕፉ ብኽብሪ ይዕድመኩም so ናይ ሎሚ ስራ በዚ ነይሩ በካልእ ክሳብ ንራኸብ ሰላም ንዓኹም ባይ ባይ።